ሰላም ሰላም ኩብራትን ፍትዋትን እና ቻናለይ ቤተሰብ ደቂ ዓበይቲ ዋይ ሃመይ ኒኦኹምለይ ዳሕና ዲኹም ኣንስ ሰላም እየ እግዚኣብሔር ይመስገን ንስኻትኩም ድማ ሰላም ክትኾኑ እናተመነኹ ናይ ሎም መዓንቲ ሒዘልኩም ልመጻኹ ከምቲ ትሪእዎ ኣለኹም ብጣዕሚ ደስ ዝብል ቦታ እዩ እዚ ቦታ እዚ ኣብ ዲያስፖራ ረእይና ዝበልክና ንሕዋተይ ኣብ ዲያስፖራ ኮይኑ ዓሰርተ ብዓሰርተ ኣርባዕተ ካረ ሒዘልኩም መፅ ኣለኹ ማለት እዩ ሚእቲ ኣርባዓ ካሬ እና ብጣዕሚ ደስ ዝብል ቅድሚ ኩሉ ቻናለይ ሓደስቲ ዝኾንኹም ሼር ላይክ ሰብስክራይብ ምግባር ቤተሰብ ሁኑ ቤተሰበይ ዝኾንኹም ድማ ላይክ ሸር እናጎርኩም ክትኣትዩ ብትሕትና ይሓትት ያው ልትታውዑን ኣሕዋተይ ካብ ልቢ እየ ለመስግን የቐኒየለይ እናበልኩ ንክድላ ጉዳይና መጀመርያ ነገር ኣሕዋተይ በቓደማይ ምውፅኢ ሓሜዳና ኣብ ዓዲ ሓይለ ሸር ገይረ ነይረ እንድያም ሓደ ነጥቢ ሸሞንተ እስካብ ሓደ ነጥቢ ትሽዓንተ እስካብ ክልተ ነጥቢ ክልተ ኣብዚ ቦታ እዚ ልደለኹም ኢለ ሸር ገይረ ነይረ። ቅድሚ ሸር ምግባረይ ግን እዛ ቦታ ናይ ሓደ ነጥቢ ሸሞንተ ነበረ ተሸይጣ። ብዙሓት ኣሕዋተይ ድማ እዚ ተኸታቲልኹም ከይድኹም ደዊልኹም ኣርባዕተ ሰብ ደዊልኹም ኣንሕና ልደለና እንድሕር ኣብዚ ቦታ እዚ ግን ንኾይኑ ሓደ ነጥቢ ሸሞንተ ኢና ደሊና ኢልኩም ደዊልኩም ነይርኩም ማለት እዩ። ብዝኾነ ግን ዕድልኹም ገይርልኩም ተቓዲምኩም እዛ ሓደ ነጥቢ ሸሞንተ ቅድሚ ኣነ ሸር ምግባረይ ተሸይጣ ማለት ዩ። ታይ እየ ክብል ደልየ ኣሕዋተይ ሓደ ነጥቢ ሸሞንተ ሲ ኣብዚ ቦታስ ከመይ ጌርካ ይልግነ ኢኹም ኣነ ልበልኩም መውፅእ ሓሚዳ ካብኡ ለ ብግልዋጥ እዩ ልበልኩም ኣብቲ ፅርጋ ሸር ልገበርክዎ እስካብ ክልተ ነጥቢ ክልተ እስካብ ክልተ ነጥቢ ሰለስተ እውን ኣሎ እዩ እስካብ ክልተ ነጥቢ እውን ክትረኽቡ ትኽእሉ ኢኹም። ምክንያቱ ተደራዲርካ ከዚ ቦታ ብጣዕሚ እዩ ረኺሱኒ እዩ። ስለዚ እዛ ቦታ እዚኣ እውን ከይትቕንጥርልኹም እንድሕር ትገዝኡ ኮይንኹም እዛ ቦታ እዚኣ ብጣዕሚ እያ ርካሽ እሞ ከዓ ኣብ ዲያስቦራ ኣብ ዲያስቦራ ኮይኑሲ ሽናናት ዝበሃል ትፈልጥዎ ዶ ኣብ ዲያስቦራስ ሽናናት ዝበሃል ቀጥታ ካብ ዓሰርተ ሸውዓተ ቀበሌ መቐለ ቀጥታ ልዲያስቦራ መውፅእ ማለት እዩ ፅርጋ ልሓዘዩ ዝከባቢ እዚ ርእይዎ ርእይዎ ተመልከቱ ማለት እዩ ርእይዎ ኣነ ሓበሬታ ኣነጽ ረቢለ ላባኻቶም ከምጽእ ከለኹ ምክንያቱ ልገዝእ ሰብለ ርገስ ክብለኩም እናበልኩ እየ ያው እዚ ቦታ ርኢኹም እዚ ቪድዮ ርኢኹም ተኣዩ ሃመ እዩ ዋጋ ዕዳጋ ብደንብ ገይርኩም ኣዳሚፅኹም ትድውሉ ኣለኹም ቁፅር ስልኪ ኣነ ርግፀኛ እየ ቁፅር ስልኪ ስለ ልሓድግ ኣለኹም እስኻትኩም እውን ስልል ትድውሉ እየ ኣበይ ማኒ ቁፅር ስልኪ ኣበይ ማኒኤል ሓደ ክዝኳል ሓፍተይ እንድሕና ሓንቲ መዓልቲ ለይ ሓደ ክዋሲ ኣበይ ማኒኤል ኮንኩም ተኸኸብልኩም ትሕዝና እንታይ እየ ክብል ደልየ ቅድሚ ለይተቃደምኩም ከይትቅደሙ እዛ ቦታ እዚኣ እንድሕር ትክክል ትገዝኡ ኮይንኩም ማለት እዩ እዚ ቦታ እዚ ብደንቢ ገይረ ሓበሬቱ እታ እዩ እቲ ቦታ ካም እዩ ኣገደ ቢለ ክናገረኩም እየ እዚ ቦታ እዚ ኣብ ዲያስፖራ እዩ ኣሕዋተይ መዓረ ነጊረኩም እየ ካብ ዓሰር ሸውዓተ ቀበሌ ቀጢልካ ንዲያስፖራ መውፅኢ ሽናናት ዝበሃል ቦታ እንድሕር ትፈልጡ ኮይኑ እቲ ከባቢኡ እዚ እዩ ካብኡ ለለ ምንም ብሪኮት የብላ እምኒ የብላ መዶኾን የብላ ኣብ ዝርይ ጋዚ ነፃ ቦታ እያ እኒኣ ሚኢተ ኣርባዓ ካሪ ዓሰርተ ብዓሰርተ ኣርባዕተ ስለዚ ተኣየ ክብል ደልየ ናይ ቀደም ውህብቶ እዩ ምንም ጠራጠር ዝበሃል የለ ፕላን ገዛ ንዓሉ ሓዘ ካርትኡ ኣለዎ ማይ መብራህቲ ኣለዎ ብክልተ ሽሕ ክልተ ብክልተ ሽሕ ሓደ ዝተዓደለ እዩ እዚ ቦታ እዚ ማለት እዩ ስለዚ እንድሕር ትገዝኡ ኮንኩም ትክክለ ሰባት እንድሕር ሃልኹም ኮንኩም እዛ ቦታ እዚኣ ብቻ ከይትቕንጥረልኩም ኣሕዋት መዓረይ ያው ተረከስኻ ተረከሰ ቦታ ወዮ ተኻበረ ወዮ ተረከሰ ሊያ ዋይ ጥዑድ እዩ ካርታ ተኣዮ ሃምዚ ያውፅ ኣለዎ ኣታ ሰብ ኮለ ይጣጥነ እኮ የለይ ማርያምን ኣብዚ ሕዚ ሰዓት ማለት እዩ ሓፍተይ ናተይ ወይ ሓወይ ናተይ እንድሕር ክትገዝእ ተኮይንካ ትኽክል ቦታ ትገዝእ ተኮይንካ እስኻ ዋላ ኣብ ካልእ ዓዲ ኹን ጥዑይ ሰብ ልፈልጥ ኢኻ ትሰድድ ላብቲ ቦታ ማለት እዩ። ጥዑይ ሰብ ኣበ እዩ እቲ ቦታ? ካርታ ከለዎ ዶ ካርታ ኣለዎ ዶ የውልይ ግደፍዎ ኣብ መዘጋጃ ቤትኩም በዓልኩም ትነፅሩ ምክንያቱ ኣነ ካርታ ኣለዎ ዶ የውልይ ከምዚ ገይረ ሸር ትገብሮ ኣለኹ እንድሕር ነባር ትሕዝቶ ኮይኑ ነባር ትሕዝቶ እዩ እንድሕር ካርታ ኣለዎ ኮይኑ ድማ ካርታ ኣለዎ እዩ ክልተ ሚእቲ ካርታ ኮይኑ ክልተ ሚእቲ ካር እዩ ናይ ነባር ትሕዝቶ ከ ካርታ ወፂ ወደ ኣይወፀይ ብደንቢ ገይረ ብደንቢ ገይረ ሓቲት እየ ለምፀ ኣለኹ ምክንያቱ እንድሕር እንታይ መን ነባር ሕዝቶ ካርታ እኒኦ ኢለ በሊልኒ መን በሊልኒ ኣነሲ ኣብዚ ኣነፅር ኣቢለ ምንጋር ድየ ዝሐሸንስ ዋላ ነባር ትሕዝቶ ተኮይኑልያ ካርታ ለይብሉ ካርታ እኒዎ እዩ ሚእቲ ኣርባዓ ካርልያ ዋላ ስኢሉ ነባር ትሕዝቶ ስለዚ ተኣየክለኩም ደልየ ነባር ትሕዝቶ ተኮይኑ ነባር ትሕዝቶ እዩ ካርታ እንድሕር ኣለዎ ኮይኑ ከዓ ካርታ ኣለዎ እዩ ኢለ ንዓኻትኩም ኣነፅር ኣቢለ ንነግረኩም ኣለኹ ምስቲ ፅቡቅ ሕቶ ክኾነኩም እያ ስለዚ እንድሕር ካርታ ለይወፀለ ሚኢቲ ኣርባዓ ካር ልበሃል የለ ይሕዋተይ እንድሕር ካርታ ለይወፀ ኮይኑ ሚኢቲ ኣርባዓ ካር ልበሃል የለ ክልተ ሚኢት ካሬ ክልተ ሚኢቲ ሓምሳ ካሬ እስሉ ልወፀ ኣለዎ እዩ ግን ኣብዚ መብዛሕትኡ ግን ክልተ ሚኢት ካሬ ወይ ስኡል ናይ ንእሱ ወለዶ ወይ ደሞ ናይ ዕድሎት ወይ ደሞ ስኡልካ ናይ ነባር ትሕዝቶ እምበይ ኣብዛኛው ሚኢቲ ኣርባዓ ካሬ ካርታ ለይወፀ ሚኢቲ ኣርባዓ ካሬ ልበሃል የለ ብቻ ሚኢቲ ኣርባዓ ካሬ ግን ካርታ ልወፀና ፕላን ገዛን ዓላ ሓዘ ላውስንኳ ቀጥታ ልተሓላለፍ እዩ ሚእቲ ኣርባዓ ካርል ሊሽወጥ ስለዚ እዚ ቦታ እዚ ብጣዕሚ እዩ ቆንጆ ናይ ቃደም ውውታ እዩ ይብለኩም ኣለኹ ካርታ ፕላን ናዕላ ሓዘ እዩ ህንደይ ብልዎ ኣለዉ ዋጋ እስካብ ክልተ ነጥቢ ትሽዓንተ ኣብዚ ኣዳሙፅኒ እስካብ ክልተ ነጥቢ ትሽዓንተ ያው መጀመርያ እስካብ ሰለስተ ነጥቢ እዮም ኢሎም ነይሮም ድሓር ግን ነለ ተመሊሶም እስካብ ክልተ ነጥቢ ትሽዓንተ ክሸጦ እዮ ኢሎም ኒው በዓል ገዛ ከምዚ ትርእይዎ ኣለኹም እዛ ቦታ ኣብዚኣ እያ ትርእይዎ ኣለኹም ዶ ኣብዛ ቦታ እዚኣ እዞም ቆልዑ እኒኦዎ ብደንቢ ገይርኩም ረእዎ እትገዝኦ ሰባት እንድሕር ደኣ ሃልኹምንም ቀጥታ ደዊልኩም ብደንቢ ገይርኩም ሕተቱ ረእዎ እዚ ቦታ እዚ እዩ ዋላ እዛ ቪድዮ እዚኣ ስክሪንሻት ገይርኩም ክትልእኹ ትኽእሉ ኢኹም ረእዎ ማለት እዩ ለይ ፎቅ ኻሊእ ልስራሕ የለና ዛቦታኹም ኻዓ በይና እያ ቃርያኒያ ክትሽወጥ ተባሂላ በይና እያ ኩሉ ሰብ እዩ ተቢልኒዮ እዚ ኩሉ ነገር ስምካ ቀጥታ ላብ ባዕልካ ተተሓላልፍ ማይ መብራህት እዩ ልተደራጀ ካብኡ ዲያስቦራ ስትፈልጥዎ ኣለኹም ዲያስቦራ ኩሉ ባህጉ እዩ ቅርሺ እንድሕር ሒዝኻሲ ኣብ ዲያስቦራ ልፍንፈን የለይ ይቅር ዶዚ ቆንጆ ዓንጎሎ እዩ ካብኡ እና ልሰሜን እና ልምዕራብ ልጥምት እያ እዛ ቦታ እዚኣ ብቻ ግን እንድሕር ትክክል ትገዝኡ ኮይንኩም እስካብ ክልተ ነጥቢ ትሸዓንተ ኢሎም እኒኦ በዓል ገዛ እንድሕር ተከራኪርኩምለ ክወርዱለ ክኽእሉ እዮም ችግር የውልይ እንታይ እየ ክብል ደልየ ብቻ ንስኻትም ዓዳጉ ኩንበ ከምቲ ትርእይዎ ኣለኹም ረእይዎ እስካብ ሳልሳይ ዶር እስካብ ሰራብዓይ ዶር እዩ ዝስራሕ ኣሎ ፎቕና ቦታኹም በይና እያ ቃርያንያ ልዛ ቦታ እዚኣ ክልተ ነጥቢ ትሽዓተ ልሓዝኻ ሰብ እንድሕር ሃሊኻ ኮይንካ ኣብ ልኾንካ ኮይንካ ስምካ ቀጥታ ናብ ባዕልኻ ኢኻ ተተሓላልፍ ብጣዕሚ እዩ ቆንጆ ቦታ እዚ ረእዎ ብጣዕሚ ብጣዕሚ ካብ መጠን ልሓለፎ ማለት እዩ እና ኣብ ዲያስፖራ ኮይኑ ሽናናት ካብ ዓሰርተ ሸውዓተ ቀጥ ኢልካ መኪና ልትመፅኦ ካብኡ ለ ልሰሜንና ልምዕራብ ልጥምት እዩ ብጣዕሚ ቆንጆ እዩ ኣሕዋተይ ምክንያቱ ኣብዚ ኮይንካ ኣብዚ ተተሓላልፍዎ ካሊእ ኣብኡ ኮይንካ ደዊልካ ምስ ደላሊ ግን ካሊእ እዮም ልውካ ገለ ትብለው እሺ እዛ ቪድዮ እዚኣ እስኪ ስክሪንሻት ገርኩም ከዚሲ ሓደ ሰብ እንድሕር ልገዝእ ኮይኑሲ እዛ ቪድዮ እዚኣ ሸር ትገብረሉ እስካብ ክልተ ነጥቢ ትሽዓንተ ኣሎ ዶ ኢልካ እንድሕር ስኻ ዓዳጊ ኮይንካ ብልብኻ እዩ ግን ኣታ ውዝል ትካታት ኣለኻ ውይል ትካታት ኣለኺ እንድሕር ጥዑይ ኮይንኻ ዓዳጊ ኮይንኻ ኣነ እኮ ኣሕዋተይ እስኻትኩም ትሽወዱ ወይ እስኻትኩም ዘይኮኑ ቦታ ትገዝኡ እኮ ደስ ይብለኒ ሃምቲ ኣነ ክርትት ልብል ኣለኹ ስደት ንስኻትኩም እውን ክርትት ኢኹም ትብለኹም ስለዚ እንታይ እየ ክብል ደልየ እስኳሲ ቃዕሚ ዘለካ እምበይ ቃዕሚ ለይብልና ማ ቃዕሚ ናርእና ክወፅኡ እና ይቅር ልል ክልተ ነጥቢ ትሽዓንተ ሲ ዝና ኣርባዕተ ሓሙሽተ ሚእቲ ዝሽወጡ እውንስ ቃዕሚ የብልናይ ኮይኑ ግን ካብ ነባር ትሕዝቶ ክልተ ሰለስተ ቦታ ትግዝኡ ኣሕዋተይ ክልተ ነጥቢ ትሽዓንተ ሂብካ ሚእቲ ኣርባዕተ ካሪ ኣብ እትመጻረዮ ቦታ ንስራሕ ምቹው እትነብረሉ ምቹው ኣረ ዲያስፖራ ስእነት ዲያስፖራ ኩሉ እዩ ልብህጎና እዚ ኣምፅልኩም እኒኦ ኩሉ መዓንቲ ኣብ ሰብዓ ካሪ እውን ካልኣይ ዙር ሳልሳይ ዙር ኣምፅልና ትብሉ ኣሕዋተይ ስለለለኹም ብደንቢ ገይረ ከምፅልኩም እየ ብቻ ግን ቁፅር ስልክ ክሓድግ እየ ላህኡ ብደንቢ ገርኩም ደዊልኩም እዛ ቦታ እዚኣ ኣደሓሕዘና ወልዎ እዛ ቦታ እዚኣ ረእዋ ሓ ሂላኒ ኣብ ቦታኩም ፅበ ኣለና ክልተ ነጥቢ ትሽዓንተ ብጣዕሚ ይርካሽ ምክንያቱ ሚእቲ ኣርባዓ ካርለ ሰራቤት ዝተሰርሐት ኮይኑ እስካብ ሓሙሽተ ሰራቤት ዝለ ስርሕ ናይ ሎማ ዓንቲ ተረድኡኩም ይኮን ተስፋ ይገብርና ኣብዚኣ ክፍለየኩም እየ ባይ ባይ ደቂ ዓበይቲ ወይ